ሰላም ምስ ኩላትኩም ይኹን ክቡር ስልጣን ቀዲመ ብጣዕሚ እየ ዘመስግነካ እግዚኣብሔር ጎይታ ብዙሕ ጸጋታት ሂቡካ ኣሎ ኣብዚ ያንግ ኤጅ ከምዚ ኢልካ ምስ ኣምላኽ ምቕራብካ ኩሎም ቶም ያንግስተርስ ከምዃን ክኾነልና ጸሎትና እዩ ብጣዕሚ እየ ዘድንቐካ ከንቲኒ ዘ ጉድ ወርክ ኣምላኽ ከዓን ብዝበለፀ መመሊሱ ውዝደም ይሃብካ እናበልኩ ነዛ ናይ ሎማዓንቲ ኣምፂኻያ ዘለኻ ማለት እዩ ናይ

እዛ ድምጺ እዚኣ ከም ዝሰማዕኩማ ጸሎት እዩ ብኣኣ ማለት እዩ ብጣዕሚ እዩ ዘሕዝን ብጣዕሚ የሕዝን ኣነ ከምዚ ክሰምዕ እንከለኩ ካብ ልበይ እዩ ዝሓዝን። ምኽንያቱ ማዕረ ክንደይ ነዚ ነገር እዚ ንኽገብሩ ሰይጣን ይቆጻጸሮም ከም ዘሎ እዩ ዘረድኣካ። ምናልባት ብእኦም ከምዚ ዓይነት ነገራት ምግላጽ ወይ ከኣ ምዝራብ መንፈስ ቅዱስ ገሊጹለይ፣ መንፈስ ቅዱስ እዩ ኣዛሪቡኒ፣ ከምዚ ንኽረኽቡ ከምዚ ሪባባባባ ክንጥንሕት ከምኡ ንኽረኽቡ እውን ገለ ገለ ሰባት ዝጽልይዎ ጸሎት ነዚ እዩ። ምኽንያቱ ከምዚ ዓይነት ነገራት ክረኽቡ እሞ ብድሕሪኡ ንብዙሓት ሰባት ኣኪቦም ቢዝነስ እናገበሩ ንሰባት ባድላ ተኸዲኖም ሂወቶም ከመሓይሹ ብስጋ ማለት እዩ ዝሓስብዎ ብዙሓት ሰባት እዚ እዩ ግን እዚ ነገር እዚ ናይ እግዚኣብሄር ድዩ ናይ ሰይጣን ሎሚ ክንርኢ ኢና።
ኦኬ ሕጂ ስፒክ ክንታን ናይ ኣምላኽ ድዩ ወላስ ካብ ሸይጣን ክንብል ከለና ናይ ኣምላኽ ኣሎ ናይ ሸይጣን ኣሎ ሕጂ መብዛሕትኡ ግዜ ሓደ ሰብ ብልቢ ካብ ልቢ ክፅሉ ከሎ ፕራይቨትሊ ማለት እዩ ሓደ ሓደ ግዜ እቲ ስፒሪት መፅኡ ባዕሉ ይደፋፍአካ ይስታርት ስፒክን እንታን ማለት እዩ ሕጂ ንሱ ካብ ኣምላኽ ዝመፀ ካብ ጉድ ስፒሪት ማለት እዩ ገሊኡ ሰብ ከዓ ኣሎ ኣብ ፓብሊክ ኮይኑ ወይ ክፍለጠሉ ድዩ ወይ ምስ ኣምላኽ ፃድቕ ምዃኑ ክፍለጥ ድዩ ምስ ፕራይድ ክረኣየሉ ዝዛረብ ኣሎ እዚ ሕጂ ካብ ሕማቅ ስፒሪት መፅዩ ማለት እዩ ሕጂ ንሕና ከም ክርስትያን መጠን ዊ ሃቭ ቱ ዲሰርን ማለት እዩ ክንፈልጦ ኣለና ካበይ ከም ዝመፅ ዘሎ እምበረይ ስፒክን እንታ ብብልካል እዩ ንሱ ከዓኒ ኢትስ አ ስፔሻል ግሬስ አ ጊፍት ማለት እዩ ዋን ኦፍ ጊፍት ኦፍ ሆሊ ስፒሪት ማለት እዩ ገሊኡ ሰብ ኣለዎ ገሊኡ ሰብ ከዓ ይብሉን ማለት እዩ ኦኬ ንሳልቬሽን ጠቕመና ዲ ኣይጠቕመናን ክንብላ ማንም ንሳልቬሽን ከጠቅም ኣይኮነ ስቸስ ስፔሻል ግሬስ ዊል ብሪንግ ዩ ክሎሰር ንምስ ኣምላኽ ሞር የቀራርበካ ማለት እዩ መብዛሕትኡ ግዜ ከዓ ወኒ ፕሬ ን ታንግስ እቲ ሸይጣን ድማኒክ ዝኾነ ድማኒክ ስፒሪት ወይ ሸይጣን ኣይሰምዖን እዩ እቲ ቋንቋ ናይ ኤንጀሊክ ቋንቋ ስለ ዝኾነ ብትዊን ዩ ን ጋድ ብዙሕ ነገር እዩ ዝጠቕመካ ነቲ ፆለትካ ንክስምዐልካ ማለት እዩ ምክንያቱ ሸይጣን ኣይሰምዖን እዩ ካልኣይ ነገር ሓደ ሓደ ግዜ እንድሕር ትፅልዮ ዘይትፈልጦ ኮይንካ ይስተርስ ብታን ጌርካ እንድሕር ፀሊኻ ዝበለፀ ፀሎት ትገብር ኣለኻ ምክንያቱ ጎይታ መንፈስ ቅዱስ ዝመርሐካ ፀሎት ኢኻ ትፅሊ ዘለኻ ማለት እዩ ብከምኡ ንርድኦ ኣለና ሕጂ ክልተ ዓይነት እዩ ዘሎ እቲ ስፒክን እንታን ሓደ ዘነሎጂያ በሃል ዘነሎጂያ ማለት ከዓኒ ኣቢሊቲ ቱ ስፒክ ን ፎረን ላንጉጅስ ሕጂ እዚ እንታይ ይገብር ንታ ቤተክርስትያን ቢልድ እዩ ዝገብራ ማለት እዩ ንሱ ከዓ ኣብ ፈርስት ኮሪንቲያን 14 10 to 12 ክንሪኦ ንኽእል ኢና ማለት እዩ እታ ካልእይቲ ክንታይ እያ ግሎሶ ላሊያ ትበሃል ንሳ ከዓኒ ኦኬ ፉሊ ስፒች ማለት እዩ ኤክስታቲክ ስፒች ይበሃል። ንሱ ከዓ እንታይ ይሕግዘና? ኮሚኒኬት ክንገብር ብትዊን ዩ ን ጋድ ኮሚኒኬሽን ማለት እዩ። መብዛሕቲ ግዜ ንሱ ዩ ሰብ ዝጥቀም ክፅሊ ከሎ እቲ ዩዝን ፕራይቨት ከምዚ ንነብስኻ ንህወትካ ይሕግዘካ ክሎሰር ቱ ጋድ ማለት እዩ። ሕጂ ኤግዛምፕል ናይ ዘኖሎጂያ ማለት እዩ ድሪም ፔንተካስ ሴንት ፒተር ፕሪች ክገብር ከሎ እቲ ጎይታ ንየሱስ ክርስቶስ ምስ ሰደደሎም ማለት እዩ እቲ መንፈስ ቅዱስ ንሱ ብሓንቲ ላንጎጅ እዩ ጸልዩ ግን እቶም ኣብኡ ዝነበሩ ነንበይኖም ዓይነት ላንጎጅ ነይሮም ነናቶም በብዓሌቶም ማለት እዩ ኩላቶም ግን ሰሚዖሞ በብናቶም ቋንቋ ሓንቲ ላንጎጅ እንዳተዛረበ ከሎ በብናቶም ቋንቋ ከዓ ተረዲኦሞ ማለት እዩ ንሳቶም ሕጂ እንድሕር ርኢናዮ ኣብ መጽሓፍ ቅዱስ ጎይታን የሱስ ክርስቶስ እዚ ብሪንግ ፒፕ ቱገር ይጥቀመሉ ማለት እዩ ስፒክን ታን ታወር ባብል እቲ ክስራሕ ከሎ ማለት እዩ እንታይ ገይርዎም ንኩሎም ነንበይኑ ቋንቋታት ከም ዝዛረቡ ገይርዎም ከምዚ ፋሕ ጭንግራ ከም ዝኣቶም ገይሮም ምክንያቱ ኣብ ሓጢኣት ስለ ዝነበሩ ብከምኡ ከዓ ክንሪኦ ንኽእል ኢና መፅሓፍ ቅዱስ ማለት እዩ ሕጂ እዚ ስፒክን እንታን ከኣኒ ብሰለስተ ወይዝ ኢና ክንጥቀመሉ ንኽእል ማለት እዩ which is ሓደ ፕራይቨት ፕራየርስ እዩ ፕራይቨት ኮንካ ክትፅሊ ከለካ ምስ ኣምላክካ ክሎስ ይገብረካ እቲ ካልእ ከዓኒ ፎር ፕሮፌሲ እዚ ግን ሪኳየርስ ኢንተርፕሬት ዝገብሮ ሰብ የድልየካ ማለት እዩ ከምኡ ክትፅሊ ከለካ ሳልሳይ ከዓኒ ሚሽነሪ ወርክ ይበሃል ነቲ ጋስፖል ስፕረድ ክትገብሮ ከለካ ከምዚ ሴንት ፒተር ክጽሊ ከሎ እቶም ኩሎም ሰሚዖሞ ብከምኡ ከዓ ጎይታ ንብዙሓት ሰባት የረድኦም ማለት እዩ ብስፒክን እንታን ገይሩ ምስኡ ከዓኒ ኣብ 1 ኮሪንቲያን 14 21 22 እንታይ ይብል ታንክስ ኣር ሳይን ናት ፎር ብሊቨርስ ባት ፎር ኣምብሊቨርስ ፕሮፈሲስ ኣር ሃውኤቨር ኢዝ ናት ፎር ኣምብሊቨርስ ባት ፎር ብሊቨርስ ሕጂ ስፒክን ን ታንግ ኢዝ ንቶም ዘይኣምኑ ናብ ኣምላኽ ክኣቱ ክኣምኑ ክድነቑ ኢሉ ተገበረ ማለት እዩ ሕጂ ኤግዛምፕል ከም መንሽን ዝገበሮ ሓውና መምህር ፃድቕ ማለት እዩ ኣግነስ ኦዝማና ትበሃል ን 1901 ንሳ ሕጂ ተምሃሪት እያ ነራ ባይብል ስታዲ እቲ ባይብል ስተዲ ዘካይዶ ሰብኣይ ከዓኒ ቻርልስ ፓርሃም እዩ ዝበሃል ነይሩ እንዳ መሃሮም ከሎ እንታይ ኢልዎም ሓንቲ ፕሮጀክት ክበኩም እየ ኢልዎም እታ ፕሮጀክት ከዓ እንታይ እያ ነይራ the real bible evidence of baptism ሕጂ ንሱ እንታይ እዩ ዝገብር ነይሩ he was seeking deeper experience ምስ the holy spirit ይደልዩ ነይሩ ሕጂ ከምኡ ገይሩ ሆምወርክ ሂብዎም ማለት እዩ ንሳቶም ከዓኒ ከይዶም ይፅልዩ ይፅልዩ ይፅልዩ ሕጂ ሳደንሊ ኣምላኽ ክግለጸሎም ከሎ ሓፍትና ኣጀንስ ኦዛማን 1901 ማለት እዩ ሺ ስታርት ስፒኪንግ ን ቻይኒዝ ብዘይትፈልጦ ቋንቋ እቲ መንፈስ ቅዱስ ደፋፊእዋ ብቻይኒዝ ትዛረብ ነይራ ሕጂ ንሰለስተ መዓልቲ ተዛሪባ ኢሎማ በቃ እቲ እቲ ሆሊ ስፒሪትኒ በቃ ከ- እ፣ ከብል ኣይከኣለን ሕጂ ክትፅሕፈሎም ፈቲና ከተረድኦም እንታይ ከም ትገብር ዘላ ንባዕላ ከተረድኦም ኣለዋ ንሳቶም ር- ኣይርድኦምን እዩ ዘሎ ጥራሕ ይር- እንታይ እዩ እዚ ነገር ኢሎም ኣለዉ ሽዕኡ ወላ ክትፅሕፍ ተፈተነት ከዓኒ ኣብይዋ ብቻይኒዝ ትፅሕፍ ነይራ ኢሎም ሕጂስ እንታይ እዩ ዝገልፅ ዘሎ ጎይታሲ እቲ ናቱ ተኣምር ገሊፁሎም ትሩሊ ስፒክን ን ታንግ ሃዝ ፓወርስ ካልኣይ ነገር ከዓ ኣብኡ ሓደ ቻይኒዝ ነይረቶ እትኸውን ሽዑ መዓልቲ ከመይ ገይሩ ኩሉ ትንሳ ዝበለቶ ምተዛረቡ ዝዝዝ ትብል ነይራ ምበሎም ነይሩ ሕጂ ኣናዘር ላንጉጅ ተዛሪባ ማለት እዩ እንታይ ከዓ በል ኣብ ፈርስት ኮሪንቲያን 1423

ሆሊ ስፒሪት ጥራሕ ዝፈልጦ ቋንቋ ክትዛረብ ዘለካ ጸሎካ ሕጂ ንስኻ ክትጽለ እንድሕር ደሊኻ ስኒ ዘይርድ እንድሕር ኣይ ዶንት ኖ ሕጂስ ከመይ ገይረ እየ ክጽሊ ኣነስ እንታይ እየ ክትጽሊ ኢልካ እንድሕር ሕጂ ዘይትፈልጦ ኮንካ እቲ ጸሎት ዩ ዶንት ኖ ሃው ቱ ፕሬይ ንእግዚኣብሄር ጎይታይ በዓልካ ባዕልካ መርሓኒ ጸሎተይ ትብሎ ድሕሪ ጸሎት ኣብዩካ ማለት እዩ ዶ ነው ዊች ዩ ን ፕሬይ ፎር ሽዑ ጎይታ እቲ ዘድልዮ ጸሎት ንዓኻ ዘድልየካ ጸሎት የጸልየካ ብታንግስ ገይሩ ሕጂ እቲ ሸይጣን ክሰምዖ ይኽእልን እዩ ካልኣይ ነገር ከዓ እቲ ዝበለፀ ፀሎት ክትፅሊ ኣለካ ታንግ ብጣዕሚ ፓወር ኣለዎ ምክንያቱ እቲ ዘድልየካ ፀሎት ኢካ ትፅሊ ዘለካ ንስካ ዝተርፈካ እቲ ስፒክን ታንግን እቲ ፆሎት ባዕሉ ይሕግዘካ ማለት እዩ ሰለስተ ገለ ክንደይ ኣቢሎም ገለ ኣርባዕተ ኣቢሎም መንሽን ክገብሮም እየ እቶም ሞስት ፓወርፉል ሴንት ብታንክ ዝዛረቡ ዝነበሩ ማለት እዩ ሓደ ካብኣቶም ሴንት ዶሚኒክ እዩ ሴንት ኣንቶኒዮ ኦፍ ፓዱዋ ሴንት ፍራንሲስ ኤግዜቪየር

ሂወትካ ከኣ ብጣዕሚ እዩ ዝቕየር ምክንያቱ እቲ ኤክስትራ ኦርዲነሪ ጊፍት ኢኻ ተቐቢልካ ዘለኻ ማለት እዩ ከምቲ ዝበልናዮ ግን ናብ ኩሉ ሰብ ሁ ስፒክስ ን ታንግስ ፍሮም ጋድ እዚ ባዕልና ኣደስታርን ክንገብሮ ኣለና ማለት እዩ ኣብ ፐንተካስት ካብ ኣምላኽ ክወሃቡ ክእሉ እዮም ካብ ሸጣን ክወሃቡ ክእሉ እዮም ኣብ ናይ ካቶሊክ ስፒክ እንታን ካብ ኣምላኽ ክወሃቡ ክእሉ እዮም ካብ ሸይጣን ክወሃቡ ክእሉ እዮም እዚ ባዕልና ድሰርን ክንገብሮ ኣለና እምበርን ካቶሊክን ተዋህዶን Speaking in tongues biblical ስለ ዝኾነ ኣይነጽግኦን እየ ግን ዝውቱር ኣይኮነን ብኸምኡ ኢና ብዙሕ ንሕና ዘይርድአና ግን ወይ ተኽኢልና ኩላህና ሪሰርች ጌርና ክንሪኦ ንኽእል ኢና ኤኒወይ ከምኣ እንዳበልኩ የብሂ ጎይታ ምስ ኩላህና ይኹን ኣምላኽ ይባርኩም